ሰላም ጥዕና ሃበለይ ፍቱዋት ተኸታተልቲ ኣብ ናይ ሎምዓንቲ ቪድዮና ድማ ኣብዚ ዕለት እዚ ኣብዚ ማሓበራዊ ሚድያ ኣዛራረብቲ ኮይኖም ዝውዓሉ ቪድዮታትን ካልኦት እዋናዊ ሓደሽቲ ሓበሬታታትን ብሓባር ብምዃን ክንከታተል ሒዘልኩም ቀሪበ እኒኣኹ። ኣብ ሓደ መኣዲ ተቐሪቦም ብሓባር ዘትዮም ብሓባር ንሰላም ፀዊዖምን ኣይፋል ንኩናት ኢሎምን። ፕሬዝዳንት ኢሳያስ ኣፈወርቂ ካብ ግብፂ ሚኒስትር ወፃኢ ጉዳይ ናይ ምትሕብባር ስምምዕ ከምዝተፈራረሙ ተገሊፁ። ብኸምዚ ኢና ነቲ ነዚ ዞባ ክህውኽ ብወግዒ ኩናት ኣውጁ ዘሎ ስርዓት ብልፅግና ደው ከነብሎ እንኽእል። ግብጺ ሙሉእ ደገፍ ንኤርትራ ከም ትገብር ኣረጋጊጻ። ቀርኒ ኣፍሪቃ ካብ ታሪኽ ውግእን ወረ ውግእን ናብ ታሪኽ ሰላምን ምዕባለን ብምቕያር፣ ቁጠባዊ ምትእስሳር ግብጺ ምስ ኤርትራ ኣብ ልዕሊ ኢትዮጵያ ጸቕጢ ዝፈጥር ምዃኑ ድማ ይግለጽ። እዚኣቶምን ካልኦትን ናይዚ ዕለት እዚ ካልኦት ሓደሽቲ ሓበሬታታት ብሓባር ብምዃን ክንርኢ ኢና ሰናይ ምክትታል። Anyways ደቂ ዓበይቲ ነዚ ቻናል እዚ ሓደሽቲ ዝኾንኩም ሰባት ላይክ ሸር ሳብስክራይብ እንዳገበርኩም ጀምርዎ ንቐጽል እሺ እምበኣርከስ። ጽፍዋ ተኸተተልቲ፣ ከም መእተዊ መደብ ክኾነና፣ ኣወል ሲዒድ በዚ ሎሚ ዕለት እዚ ኣብ ጽምዶ ሰላሳን ሸሞንተን ኣብ ዘስምዖ መደረ፣ ጽምዶ ኣብዚ ሕዚ ሰዓት ኣብ ዝለዓለ ደረጃ ከም ዝበጸሐ እንዳሓበረና ይርከብ። እዚ ሓበሬታ እዚ ድማ ንመላእ ህዝቢ ትግራይን ህዝቢ ኤርትራን እቲ ብጣዕሚ ዘሕጉስ ብስራት እዩ ክብለኩም ይፈቱ። ከምኡ ድማ እዚ ተጀሚሩ ዘሎ ጽምዶ ወይ ከዓ እዚ ኣብ ጫፍ በጺሑ፣ ዘሎ ጽምዶ ክቕጽል ተኾይኑ መላእ ኣባላት ጽምዶን ደገፍቲ ጽምዶን በብዘለኹምዎ በብሞያኹም እጃምኩም ኣበርክቱ ክብል ኣወል ስዒድ እንዳተሰምዐ ይርከብ ወይ ከዓ ህጹጽ ዝኾነ መልእኽቲ ናብ መላእ ቀርኒ ኣፍሪካ ዘለዋ ሃገራት ደገፍቲ ጽምዶን ኣባላት ጽምዶን እንዳስመዐ ይርከብ ክብለኩም ይፈቱ እስቲ ከም ዝስዕብ ተኸተቲልናዮ ንመለስ። ጽምዶ ኣብ ዝተፈላለዩ ሃገራት ናይ ዝርከቡ ህዝብታት ምትእኽኻብ እዩ። ቀንዲ ዕላምኡ ድማ ኣብ ቀርኒ ኣፍሪቃ ኲናት ደው ንምባል እዩ። ኣብ ትግራይ ድሕሪ ዝነበረ ውግእ፣ መንግስቲ ኢትዮጵያ ነቲ ብ ዶብ ትግራይን ኤርትራን ዝነበረ ሰራዊቱ ሃንደበት ካብቲ ቦታታት ኣውጺእዎ። ዕላማ ናይዚ ኣብ መንጎ ኤርትራን ትግራይን ውግእ ንኽጅመር እዩ። እንተኾነ ከምቲ ስርዓት ብልጽግና ዝተመነየ ውግእ ኣይተጀመረን። ድሕሪዚ እምበኣር ጽምዶ ናይ ህዝብታት ክህሉ ኣለዎ ዝብል ተበግሶ ዝተወስደ። ጽምዶ ክልተ ደረጃታት እዩ ሓሊፉ። እቲ ቀዳማይ ሓሳብ እዩ። ህዝብታት ኤርትራን ትግራይን ብሰንኪ ዝተሓለፈ ነዊሕን ዝተሓላለኸን ሕማቕ ኩነታት ኣብ መንጎኦም ዝነበረ ዝምድና ከምቲ ኩሉ ዝምነዮ ኣይኮነን ነይሩ። ምትእምማን ሃሲሱ፣ ርክብ ተቋሪጹ፣ ብሓባር ምስራሕ ዘይሕሰብ ኮይኑ፣ ኣብ ከምዚ ኩነታት እዚ ኩሉ ብድሆታት ሰጊርካ ጽምዶ ህዝብታት ክግበር ይከኣል እዩ ዝብል ሓሳብ ምልዓል ጥራይ ቀሊል ኣይነበረን። እንተኾነ ውግእ ዝውገደሉ እንኮ መገዲ ንሱ ጥራይ ስለ ዝኾነ እቲ ሓሳብ ግድን ይኽለዓል ነይርዎ፣ ተላዒሉ ድማ። ከምቲ ዝተጸበናዮ ጽምዶ ህዝብታት ይገበር ዝብል ሓሳብ ምስ ተላዕለ ገና ከይተበገሰ ብዙሕ ተቓውሞ በጺሕዎ። ክትግበር ኣይክእልን እዩ ተባሂሉ። ንጠያይትን መዳፍዕን ዝመርሖ ፖለቲካ ስለዝኾነ ብቐዳምነት ፖለቲከኛታት ክዕረቑ ኣለዎም፣ ምሁራት ክሳተፉ ኣለዎም፣ ኣዘዝቲ ሰራዊት እንተዘይደጊፎሞ ውሕስነቱ ክእመን ኣይክእልን እዩ ወዘተ ተባሂሉ። እንተኾነ ፅምዶ ብህዝቢ ክትግበር ብህዝቢ ክዕወትን ከምዝኽእል ፅኑዕ እምነት ስለዝነበረና ኣብ ሓሳብና ፀኒዕናን ንህዝብታት ኣእሚንናን ነቲ ጉዕዞ ጀሚርናዮ። እቲ ካልኣይ ደረጃ ድማ ተግባር እዩ። ነቲ ጽምዶ ክግበር ኣለዎ ዝብል ሓሳብ ኣብ ባይታ ብጭቡጥ ኣብ ግብሪ ክትቅይሮ ዝዓበየ ብድሆ ነይሩ። እንተኾነ ሳላ ንጹር ራእይ፣ ሓያል ጻዕሪ፣ ተወፋይነትን መስዋእትን ጽምዶ ኣብ ግብሪ ውዒሉ። ህዝብታት ኣብ ዶብ ብኣካል ተራኺቦም፣ ብሓባር ውዒሎም፣ ኢድ ንኢድ ተጨባቢጦም፣ ኣብ ሓደ መኣዲ ተቐሪቦም፣ ብሓባር ዘትዮም፣ ብሓባር ንሰላም ጸዊዖምን ኣይፋል ንኩናት ኢሎምን። ኣብ መንጎ ህዝብታት እዚ ዞባና ዘሎ ጽምዶ ልክዕ ከምቲ ናይ ዕዉት ሓረስታይ መሬት ተደላዲሉ፣ ተሓሪሱን ተዘሪኡን እኽሊ ቦቒሉን'ዩ ዘሎ። ሕጂ ተሪፉ ዘሎ ነቲ እኽሊ ዓጺድካ ኣኺድካ ብግቡእ ኣብ ቆፎኡ ምእታው'ዩ። ጽምዶ ተሪፍዎ ዘሎ ነዚ ናይ ህዝብታት ምትእኽኻብ ናብ ሳልሳይ ደረጃ ምስግጋር'ዩ። ንሱ ድማ ናይዞም ኣብዚ ተኣኪብኩም ዘለኹምን፣ ከማኹም ዝኣመሰሉ ብዝተፈላለየ ሃገራት ዝርከቡ ደለይቲ ሰላም ዝኾኑ ምሁራት፣ ፖለቲከኛታትን ጸለውቲ ዝበሃሉ ኤሊትን እዩ። ጽምዶ ብዝያዳ ደልዲሉ ዘላቒ ሰላም ዞባና ንክረጋገጽ ናብ ማሕበረሰብ ዓለም ከተቃልሕዎ፣ ናብ ውድብ ሕቡራት ሃገራት፣ ሕብረት ኣፍሪቃ፣ ኤውሮጳዊ ሕብረትን ካልኦት ኣህጉራውያን ውድባትን መንግስታትን ብምኻድ ኩሉ ዝከኣለኩም ክትገብሩ ብስም ህዝቢ ቀርኒ ኣፍሪቃ ትሕተቱ ኣለኹም። ብኸምዚ ኢና ነቲ ነዚ ዞባ ክህውኽ ብወግዒ ኲናት ኣዊጁ ዘሎ ስርዓት ብልጽግና ደው ከነብሎ እንኽእል። ልክዕ ከምቲ ኣባላት ጽምዶ ከይተሓለሉ ጽዒሮም ነቲ ጉዕዞ ኣብዚ ደረጃዚ ዘብጽሕዎ፣ ንስኻትኩም ድማ ነቲ ድሮ ቦቒሉ ዘሎ ዘርኢ ብግቡእ ዓጺድኩምን ኣኺድኩምን ኣብ ቆፍኡ ከተእትውዎ ጻውዒትና እዩ። እጅገኹም ሰብሲብኩም በብሞያኹም ንሰላም ጽዓሩ። ቀርኒ ኣፍሪቃ ካብ ታሪኽ ውግእን ወረ ውግእን ናብ ታሪኽ ሰላምን ምዕባለን ብምቕያር ንመጻእቲ ደቅና ቅሳነት ንፍጠረሎም ብሓባር ከም እንዕወተሉ ድማ ኣይንጠራጠርን።
የፍትዋ ተኸተተልቲ እቲ ቪድዮ ነተኸታተልኩም ይመስል ኔሩ ማለት እውን ኣወል ሲዒድ ኣብዚ ሕዚ ሰዓት ጽምዶ ኣብ ዝለዓለ ደረጃ ከምዝበጽሐን እዚ ጽምዶ እዚ ማንም ይኹን ማንም ክመልሶ ከምዘይኽእልን እንዳሓበረና ይርከብ እዚ ጉዳይ እዚ ድማ እቲ ብጣዕሚ ዘሕጉስ ብስራት እዩ ክብለኩም ይፈቱ። እዚ ተጀሚሩ ኣብ ምዝዛሙ ዘሎ ጽምዶ ድማ ካብቲ ዘለዎ ደረጃ ንድሕሪት ንኸይምለስ ኩላኹም ኣባላት ጽምዶን ደገፍቲ ጽምዶን በብሞያኹም ኣስተዋጽኦ ግበሩ ክብል እውን ኣብ ወልስዒድ እንዳተሰምዐ ይርከብ። እዚ ጉዳይ እዚ ድማ ከም ታራ ዘረባ ዘይኮነስ ከም ህጹጽ መልእኽቲ ክንርእዮ ኣለና ክብለኩም ይፈቱ። ማለት እውን ኣብ ወልስዒድ ኣብዚ ሕዚ ሰዓት እዚ ጽምዶ እዚ ናብ መዛዘሚኡ ገጹ ስለ ዝኾነ ኣብዚ ናይ መዛዘሚ ጽምዶ ድማ ምንም ዓይነት ችግር ከጋጥም የብሉን ኩላህና በቢ እጃምና ኣስተዋጽኦና ንግበር እዩ ዝብል ዘሎ እዚ ጉዳይ እዚ ድማ ኩላህና እንድግፎ ሓበሬታ እዩ ክብለኩም ይፈቱ ከምኡ ድማ ኮምቲ ኣወል ሲዒድ ዝበለና ዕላማ ናይዚ ጽምዶ እዚ ኣብ መላእ ቀርኒ ኣፍሪቃ ኹናትን ወረ ኹናትን ደበና ኹናትን ካፍቶም ዘዋታትን ካብ መላእ ቀርኒ ኣፍሪቃን ምርሓቕ እዩ እንዳበለና ይረከብ እዚ ጉዳይ እዚ ድማ መላእ ቀርኒ ኣፍሪቃ ክድግፍዎ ዘለዎ ሓሳብ እዩ ክብለኩም ይፈቱ ማለት እውን ኣብዚ ሰዓት ካብ መላእ ቀርኒ ኣፍሪቃ ሙሉእ ኢትዮጵያ ጥራይ እያ ዕግርግር ትብል ዘላ ክብለኩም ይፈቱ። ኣስቲ ኣብዚ ጉዳይ እዚ ከ እንታይ ሓሳብ ወይ ከዓ ሪኢቶ ኣለኩም ንዝብል ንዓኹም ኣብ ቦታ ኮመንት ከተቅምጡለይ ብትሕትና ክገድፈልኩም እየ። እስቲ ንኺድ ናብቲ ዝቅጽል ቪድዮ። ቀጺልና እንረኽቦ ቪድዮ ከዓ ኣብ ከተማ መቐለ ጽምዶ ይካየድ ምህላዉ ዝብል ዝወጸ ሓዱሽ ሓበሬታ እኒሀ። እስቲ ከም ዝስዕብ ተኸታቲልናዮ ንመለስ። መንግስቲ ተለዋዋጢ እዩ ህዝቢ ግን ቀዋሚ ስለዝኾነ ናይ ሓባር ረብሓን ምርግጋፅ፣ ጥቡቕ ርክብን ምትሕብባርን ክህልወና ይግባእ ክብሉ ሎሚ ኣብ ከተማ መቐለ ፅምዶ ዘካየዱ ወገናት ገሊፆም። ካብ ትግራይ፣ ኣምሓራ፣ ኣገው፣ ዓፋርን ቅማንትን ዝመፅኡ ዓበይቲ ዓዲ፣ መራሕቲ ሃይማኖትን ክፋላት ሕብረተሰብ ኣብ ዝተረኸብሉ ብፎረም ርክብ ህዝቢ ንህዝቢ ኣብ ዝተዳለወ መድረኽ ዘተ ዩ ነዚ ተገሊፁ ዘሎ። ኣተሓባባሪ እቲ ፎረም ኣቶ ገብረዝጊ ሓጎስ ኣብ ዘስመዖ መደረ ርክብ ህዝቢ ንህዝቢ ቅድሚ ክልተ ዓመት ከምዝጀመረን ብዙሕ ፅቡቕ ስራሕቲ ከም ተሰርሑን ከም ዝጠናኸሩን ገሊፁ። የፍትዋ ተኸተተልቲ እቲ ቪድዮ ነተኸተተልኩም ይመስል ነይሩ ማለት እውን ፅምዶ ካብ ዝጅመር ኣስታት ክልተ ዓመት ኣቑፂሩ ኣሎ ኣብዚ ሕዚ ሰዓት ድማ ተጠናኺርና ክንሰርሐሉ ይግባእ እንዳበለ ይርከብ እዚ ጉዳይ እዚ ድማ ብመላእ ህዝቢ ትግራይን ህዝቢ ኤርትራን ህዝቢ ሱዳንን ህዝቢ ኣምሓራን ክድገፍ ዘለዎ ሓሳብ እዩ ክብለኩም ይፈቱ ፅምዶ ካብ ዶባት ትግራይን ኤርትራን ሓሊፉ ኣብዚ ሕዚ ሰዓት ኣብ መቐለ ኣትዩ ከም ዘሎ እንዳረኣናዮ ንርከብ እስቲ ኣብዚ ጉዳይ እዚ እንታይ ሓሳብ ወይ ካዓ ርእይቶ ኣለኩም ንዝበል ሓሳብኩምን ርእይቶኹምን ኣብ ቦታ ኮመንት ክትቐሙጥለይ ብትሕትና ይላዎ እሺ እምበኣርከስ ፍትዋት ተኸተተልቲ እዚ ካብ ራኣና እስቲ ናብቲ ዝቕጽል ቪድዮ ንስገር እሺ እምበኣርከስ ፍትዋት ተኸተተልቲ ቀጺልና ንርኾ ቪድዮ ካዓ እቶም ኣብ ሱዳን ዝነብሩ ኤርትራውያን ሓደ ወኪል ብምስዳድ ብዛዕባ ጽምዶ ዘለዎም ኣራኣእያን ኣመላኻኽታን እንዳገለጹ ይርከቡ ንጽምዶ ድማ ሰናይ ትምኒቶም ውን እንዳሃቡ ይርከቡ ክብለኩም ይፈቱ እስቲ ከምቲ ሰእብ ተኸተቲልና ንመለስ። ዝኸበርኩምን ዝኸበርክንን ተሳተፍቲ ጽምዶ ፈለማ፣ ኣብ ወደባዊት ከተማ ፖርትሱዳን ዝካየድ ዘሎ ጽምዶ ኣብ ቅድሜኹም ቀሪበ ንኤርትራውያን ነበርቲ ፖርትሱዳን ወኪለ ቃል ከስምዕ ዝተዋህበኒ ዕድል እናኣመስገንኩ፣ ንኹሎም ተሳተፍቲ ጽምዶ እንቋዕ ብደሓን መጻእኩም እብል። ቀጺለ ጽምዶ ናይ ህዝብታት ዞባና ዝጅምርን ዝጀመረን ደኺመ ከይበለ ለይትን መዓልትን ዝጽዕር ዘሎ ኣክትቪስቲ ኣወል ስዒድ እመስግን። ኣህዛብ እዚ ዞባ እዚ ሰላምን ቅሳነትን ከም ዝግብኦ ጥርጥር የብሉን። ከምኡ ስለ ዝኾነ ድማ ከቢድ ጻዕሪ ተገይርሉ ኣብዚ ሕጂ በጺሕዎ ዘሎ ብደረጃ በርጺሕዎ ዘሎ ደረጃ በጺሑ ኣሎ። በዚ ኣጋጣሚ እዚ ንኹሎም ዕድመ ኤርትራ ኣኽቢሮም ኣብዚ መደብ እዚ ዝተረኽብኩም ኣካላት መንግስትን ህዝብን ሱዳን ከምኡውን ትግራይ፣ ኣምሓራን ካልኦት ናይ ኢትዮጵያ ውድባትን እመስግን። ዓወት ንጽምዶ ኣፍሪቃ ዓወት ንሓፋሽ። የፍትወ ተኸተተልቲ እቲ ቪድዮ ነተኸተተልኩም ይመስል ኔሩ ማለት እውን እዚ ሓውና እዚ ወይ ካዓ እዚ ኣቦና እዚ ሰናይ ትምኒት ፅምዶ እንዳገለፀ ፀኒሑ እዩ ክብለኩም ይፈቱ ኣብዚ ጉዳይ እዚ ድማ ሓሳብ ኣለና ትብሉ ሰባት ተሃሊኹም ኣብ ቦታኩም እንተተቅምጡለይ ብትሕትና ይላቦ እሺ እምበኣር ፍትዋት ተኸተተልቲ እዚ ካብ ራኣና እስቲ ናብቲ ዝቕጽል ቪድዮ ንስገር። ቀጺልና ንርሆ ቪድዮ ከኣ ኣብዚ ሕዚ ሰዓት ኤርትራን ግብጽን ሓያል ዝኾነ ስምምዕ ወይ ከኣ ሓድሽን ሓያልን ተሪርን ዝኾነ ስምምዕ የካይዳ ምህላወን ዝወጸ ሓድሽ ሓበሬታ እኒሀ እስቲ ከም ዝስዕብ ተኸተቲልና ንመለስ። ግብጽ ንወደባት ናይ ኤርትራ ንምምዕባል ምስ ኤርትራ ኣብ ስምምዕ በጺሓ ከም ዘላ ተገሊጹ። ምፍራም ስምምዕ ምትሕብባር ኣብ መጓዓዝያ ባሕር ኣብ መንጎ ግብጽን ኤርትራን ንምዕባይ ሎጂስቲካዊ ምትእስሳር ቁጠባዊ ውህደት ከምዝኾነ ተገሊፁ። ሎሚ ዓሰርተ ሽዱሽተ ግንቦት ክልተ ሽሕን ዕስራን ሽዱሽተን ፕረዚደንት ኢሳያስ ኣፈወርቂ ካብ ግብፂ ሚኒስተር ወፃኢ ጉዳይ ዶክተር በድር ዓብደልዓጢ ከምኡ እውን ኢንጂነር ከማል ኣልሚስተር ሚኒስተር መጓዓዝያ ኣብ ዓውዲ መጓዓዝያ ባሕሪ ናይ ምትሕብባር ስምምዕ ከም ዝተፈራረሙ ተገሊጹ። ቁጠባዊ ምትእስሳር ግብጺ ምስ ኤርትራ ኣብ ልዕሊ ኢትዮጵያ ጸቕጢ ዝፈጥር ምዃኑ ድማ ይግለጽ። ሎሚ ዓሰርተ ሽዱሽተ ግንቦት ክልተ ሽሕን ዕስራን ሽዱሽተን፣ ፕረዚደንት ኢሳያስ ኣፈወርቂ ብሚኒስተር ውጻእ ጉዳይ ግብጺ ዶክተር በድር ኣብዱል ዓጢ ዝተመርሐ ልኡኽ ኣብ መቐበሊ ኣጋይሽ ደንደን ረኺቡ ከም ዘዘራረቦ ዝተገለጸ ኮይኑ፣ እቲ ርክብ ከም መቐጸልታቱ ኣቐዲሙ ክካየድ ዝጸንሐ ክልቲኣዊ ምምኽኻር ኮይኑ፣ እቲ ኣብ ዞባ ቀርኒ ኣፍሪቃን ቀይሕ ባሕርን እንዳሓየለ ዝኸይድ ዘሎ ሕድሕድ ሃገራት ምትእስሳር ምትሕብባር ዘሐይል ምዃኑ እውን ተገሊፁ። ብተወሳኺ እውን ክልቲኦም መራሕቲ ኣብ ዝተፈላለዩ መዳያት ዘሎ ክልቲኣዊ ምትሕግጋዝ ንብልፅግናን ልምዓትን ክልቲኡ ህዝብታት ብዘገልግል ንምምዕባሉ ዘሎ ድሌትን ድልውነትን ብምርግጋፅ ብዝለዓለ ክስርሓሉ ከምኡ እውን ዝተፈላለዩ ዞባውን ኣህጉራውን ጉዳያት ሓባራዊ ኣገዳስነት ዘለዎ ጂኦፖለቲካዊ ምዕባለታት ብዝምልከት ኣብ መንጎ ክልቲኤን ሃገራት ዝግበር ፖለቲካዊ ምምኽኻር ንምዕዛዝ ብሚኒሰር ወፃኢ ጉዳይ ዝቖመተን ስሩዕ ርክባት ተካይድ ሓባራዊ ኮሚቴ ክትቀውም ከምተሰማምዑ ተገሊፁ። ክልቲኦም ወገናት ምሕያል ክልቲኣዊ ርክብ ኤርትራን ግብፅን ሓደ ካብ ቀንዲ ዓኑድ ዞባዊ ሰላም ምርግጋእ ምዃኑ ዝገለፁ ኮይኑ በዚ መዳይ እዚ ክልቲኦም ወገናት ነቲ ኣብ መንጎ ክልቲኤን ሃገራት ዘሎ ክልቲኣዊ ምትሕብባር ኣብ ፅላታት ቁጠባዊ፣ ፖለቲካዊ፣ ንግዲ፣ ሕርሻ፣ ፀዓትን ጥዕናን ዝያዳ ንምዕባይ ከምተሰማምዑ ተገሊፁ። ኣብቲ ናይ ምኽክር ዘተ ግብፂ ዞባዊ ዘይምርግጋእ ናይ ደገ ምትእትታው ኣጀንዳ ከም ዘይትድግፍ ገሊጻ ኣላ። ኤርትራን ግብጽን ብፍላይ ኣብዚ ኣብዚ ቀረባ ግዜ ሰላም ጸጥታን ዞባ ቀይሕ ባሕሪ ንምርግጋጽ ውሁድን ኣድማዕን ምትሕብባር የካይዳ ከም ዘለዋ ክግለጽ ጸኒሑ እዩ። ገፍቶ ተኸታተልቲ እቲ ቪድዮ ነተኸታተልኩም ይመስል ኔሩ ማለት እውን ኣብዚ ጉዳይ እዚ ሓሳብ ወይ ካዓ ርእይቶ ኣለና ትብሉ ሰባት ተሃሊኹም ኣብ ቦታ ኮመንት ክተቕምጡለይ ብትሕትና ይላቦ እሺ እምበኣር ከስ ፍትዋት ተኸታተልቲ ናይ ሎማዓንቲ ቪድዮና ነዛ እስካዕ ዝተኸታተልኩማ ትመስል ኔራ ብኻሊእ ብልቕጽል ቪድዮ እስታዕ ንራኸብ በብዘለኹም ይመችኹም ሰላም ኩኑለይ ሰሰናዩ።